ኤርትራ ብስሪኣ ተቃሊሳ ነዞም ናይ ኢትዮጵያ መስፋሕፋሕቲ ኣፍንጭኦም ሰይራ እያ ናጻነታ ሒዛ። ኮሎናይዘሽን እዩ ሃገር ዘትሕዝ ተልካስ ኤርትራ ኮሎናይዝድ ዓዲ እያ። እቲ ብሃይለስላሴ ዝተገበረ ምጭብርባር ገለመለ ከም ክስታይ ትሓስቦ ተሊእኻ ሸፈጥ እዩ። ናይ ብሎሚ ከዳኸ ሰባት እኮ ይረክብ ኣለኹ ሕዚ ዋው ሻዕብያ ዘለዎ ስርቂ የለን እኮ ኢሎም ኣብ ትሕቲ ሻዕብያ ዘሎስ ሌባ የለን ቀታሊ የለን። ሕዚ እዚ ከይድገምሲ ምስ ኤርትራ ንስራሕ ማለት እንታይ ነውሪ ኣለዎ?
ኤርትራን በራሱ የሚተማመን ሰልፍ ሪላያንስ የሆነ በራሱ ሪሶርስ ብድር የሌለበት ሀገር ግን ማንም እጁን የሚጠመዝዘው ሀገር አይደለም። ናይ ኤርትራ ሓይሊ እውን እንታይ ክንሰርሕ ኣለና ወይ ግዜ ዝፈልጥ ኮይ መርሓማ ግዜ ዝፈልጥን ነቲ ግዜ ዝምጥንን ውሳነ ዝውስን ኮይ መርሓማ ሶ ኤርትራ ዓባይ ሃገር እያ ፖለቲካኣ ኢኮኖሚኣ ትመሓደረሉ ስርዓት ብዘየገድስ ኤርትራ ዓባይ ሃገር እያ ናይ ዓለም ናይ ቁጠባን ናይ ጸጥታ ናይ ወታደራውን ኮሪደር ማለት እዩ። ቀይሕ ባሕሪ በቃ ንቀይሕ ባሕሪ ዝተጸግዐ ከባቢት እያ ኤርትራ። ቀይሕ ባሕሪ ብዋናነት እውን ዝምልከታ እዩ። ስለዚ ዘመሓድር ዘሎ ሰብ እዩ ኢሳያስ።
ትማሊ ብሰተትና ዝኸፈትናዮ ኲናት ሎሚ ኣይንደግሞን ኣይንደግሞን ትማሊ ትማሊ ሻዕብያ

ክተርዉ ብዘይምኽኣላ ምስ ጎረባብታ ዘለዋ ርክብ እናላሕለሐ ብምኻዱ ብብርኪ ሃገር ዘለዋ ሽም እናዛሕተለ ዝኸድ ዘሎ እዩ። ኣብ ውሽጢ ተጋሩ ዝምዕብል ዘሎ ፅልኢታት ኮኑ ዕሉል ትዕቢታት እንታይ ዝወለዶ እዩ ዝብል ብዙሕ መንቀሊ ዘለዎ እኳ ተኾነ ብፖለቲካ ዝተበዝበዙ መናእሰያት ንምፍጣር ዝግበር ዘሎ ጉያ ግን ንትግራይ ንድሕሪት ወጢጡ ዘትርፍ ኮይኑ እዩ። ትግራይ ቀስ እናበለት ከም ጎረባብታ ከይትኸውን ዝብል ስግኣት ዝሓደሮም ወገናት ንሕና ንፈጥሮ ፅምዶታት ጸሚዶም ዘጸምዱና ክኸውን ኣይግባእን። ኣብ ትግራይ ዘሎ ሓይሊ ዝተዛብዐ መንነት ክህልዎ ምስ መን ይመክር ኣሎ ዝብል ምርኣይ እውን የድሊ። ስዱድ ህዝቢ ዝፈጠረት ኤርትራ ምስ ትግራይ ጽምዶ ክትፈጥር ተባሂላ ኣላ። ጽምዶ መጺኡና ኣሎ እሞ ምስ ትግራይ ክንጽመድ ኢና እውን ትብል። ማሕበራዊ መራኸቢ ብሰለማውን ሚዛናውን ምክብባሩ ብዝሓለወ መገዲ ጽምዶ ንሕተት ኣለና። እዚ ዞባ ኪንደርጋርተን ኣይኮነን ናይ ማዮም ዝሰተዩ ኣህጉር እዩ። ስለዚ ጽምዶ ኢና ንጽውዕ ዘለና ለባም ዝደሊ ጽምዶ። ሰብ ድዩ ኣራዊት ዝብል ሕቶ ዝፈጥር መንነትን ህንጸትን ዝፈጠረ ስርዓት ህግደፍ፣ ካብ ሃገሩ ባህሪሩ ዝጠፍእ ብጨፍጫፍ ህዝቢ ዝዓግብ መልሓስ ዘብልሐ ቫምፓየር ትሮፕ ክፈጥር ክኢሉ እዩ። ደላይ ፍትሕን ጸዋዒ ሰላምን ሰብኣዊ ክብሪ ህዝቢ ዝፈልጥ ደላይ ፍትሒ ዘይውክል እዚ ኣጀንዳ ክልተ ዝተፈላለዩ ህዝብታት ዝፈረዩላ ሃገር ኤርትራ ደላይ ሰላም ዝኾነ ህዝቢ ወዲ ሃገር እቲ ካልእ ድማ በቲ ስርዓት ዝበልሐ ኣብ ግዝኣት ትግራይ ኣትዩ ኣራዊት ዘንዕቕ ስብእና ዝተጎናፀፈ እዩ። ኤርትራውያን ንፍትሕን ንለውጥን፣ ኤርትራውያን ንፀርፊ ንስደትን ዝተፈጥሩ ክሳብ ዝመስሉ ደቂ ሓንቲ ማህፀን ኮይኖም ዝተፈላለዩ ዕላማታት ክቃለስሉ ዝረኣዩ። ኲናት ትግራይ እንትኽፈት ድማ እቲ ሓደ ኤርትራዊ ድምፂ እቲ ውፁዕ ትግራዋይ ምዃን ንስርዓት ህግደፍ ብምቅዋም ምሕዝነታዊ ባህሩ እውን ኣንፀባሪቑ። ፍርቁ ድማ ኣብ ጓጓ ኲናት ኾይኑ ጭንቂ ትግራዋይ እናተኻፈለ እቲ ብርሰት ፅንተት ክቕፅል ዝምህለል ዝነበረ ኤርትራ እውን ኣይርሳዕን። ሻዕብያ ብርእሰ ወከፍ ሰራዊቱ ዝሃነፆ መንበር ዕድመ ስልጣኑ ንምንዋሕ ዝተጠቐመሉ ሜላታት ብፍላይ ኣብ ዝሓለፈ ክልተ ዓመት ምስ ኣምሓራ ብምሽራኽ ምስ ብልፅግና ኢድ ንኢድ ብምጭብባጥ ሕነይ ክፈዲ እየ ዝብል መልእኽቲ ከሕልፍ እዩ ፀኒሑ። ክልተ ዝተፈላለዩ ስነ ልቦና ዝወነነ ኤርትራዊ ደጋፍን ተቃዋምን እቲ ስርዓት ኮይኑ እንትቅጽል ክልቲኡ ሓይሊ ንህዝቢ ትግራይ ሓዊ ኢኻ ክብል ዝስማዕ እኳ ተኾነ ድሕሪ እታ ሓዊ ኢኻ ትብል ዝልበሳ ዘላ ጉዝጓዝ ግን ኣብ ዝሓለፉ ጨፍጫፋት ቀሊዕዋ እዩ ካብ ሰብነት ወጽዩ ናብ ኣራዊት ዝተቀየረ እቲ ኣብ ልዕሊ ህዝቢ ትግራይ ጨፍጫፍ ዝፈጸመ ኤርትራዊ ክሳብ ሕዚ ዝሓተቶ ይቅሬታ እውን የለን። እኳ ደኣስ ወሪርኩምና ኔርኩም ኢኹም እሞ ሕነና ፈዲና ኣለና ሕዚ ድማ ንተዓረቕ ክብል ይስማዕ። ብርግጽ ዕርቂ ዝጽላእ እኳ ተዘይኮነ ዝግበሩ ጽምዶታት ናይ ሕሉፍ እናረሳዕካ ዘይኮነስ እናተኸሓሓስካ ምዃኑ ምርዳእ ከምዘድሊ እውን ዝበለጸ እዩ። ዝፈጸምዎ ግፍዒ ዝኽሕዱ ኣዴታትን ህጻናትን ዝዓመጸ ደናግል ፈለስቲ ኣራኺሱ ድማ ናብ ገደል ዝደርበየ ካብ ንቡር ተባሂሉ ዘይግመት ዓመጽ ወጺኡ ናብ ኣራዊት ዝተቐየረ ዓመጽ ዝፈጸመ ሰራዊት ሻዕብያ፣ እዚ ሰራዊት ዝተሰረሓሉ መንገዲ ናይቲ ስርዓት ነጸብራቕ እኳ ትኹን ዝተፈጸሙ ግፍዕታት እቲ ሰራዊት ምስ ኣራዊት ንምንጽጻር ዝውሕድ ኣይኾነን። ሽሙ ምስ ህውከት ዝለዓል መራሒ ኤርትራ ንሰራዊቱ ዝቃረጸሉ መንገዲ ህዝቢ ኣደዳ ስደት፣ ፋሕ ብትን ኣቢሉ ካብ ውትድርናን ካልእ ዓለምን ኣይህሉን ብዝብል ዓለም ማለት ህግደፍ፣ ህግደፍ ማለት ዓለም ገይሩ ክሓስብ ሓሲቡ ድማ እናፈርሐ ተገዚኡ ንካልኦት ዘፍርሕ ስብእና ኣብ ሕድሕድ ሰራዊቱ እውን ኣስሪጹ ቆርበት በጊዕ ተኸዲኖም ናብ ትግራይ ዝኣትዉ ዘለዉ ኤርትራውያን ልኡኽትኦም ንምስኻዕ ካልእ ሓድሽ ኣጀንዳ እውን እናፈጠሩ እዮም። ናይ ባዕሎም መነጸር ፈልቂቖም ብምስባር ናይ ተጋሩ መነጸር ንምምንጣል ዝመጣጥሑ ዘለዉ እውን ውሑዳት ኣይኮኑን። ኤርትራ ምስ ጎረባብታ እንተርፍ፣ ብወታደራዊ፣ ብቁጠባዊ ኮነ ማሕበራዊ ርክባት ትዓብየሉ ባይታ ውሑድ እዩ። ኤርትራዊ ባይታ ኣብ ትሕቲ ቀይዲ ከንብር ዘኽእል ስዱድ መንነት ዝፈጠረ ብምዃኑ፣ እዚ ሓይሊ ኣብ ኣጀንዳታት ከይሰርሕ ዘድሊ ብምዃኑ እውን ቀስ እናበለ ናብ ትግራይ ክኣቱ እውን ይድለ ኣሎ ዝብሉ ኣካላት፣ ፅምዶታት ንትግራይ ታይ ይገብሩ? እንታይ ብሳዕቤን የምፅሉ? እንታይ ይረብሑ? ሑ እንታይ ሳዕቤን ከየምፀላ ዝብል መሪሕነት ዝሰኣነት ትግራይ ተመሊሳ ናብ ወታደራዊ ፀቕጢ ኣትያ ዘይትስጉም ዓዲ ህዝብና ብስደት ተሸኺሉ ብማዕዶ ለውጢ ዝፅበየላ ሃገር ከይትኸውን ድማ ስግኣታት ዘለዉ እዮም።